ሰላም ንዓኹም ተኸታተልቲ ናይዚ መደብ ከመይ ትኾኑ ከመይ ኣለኹም ብዘለኹሞ ሰላም ጥዕና ቅሳነ ዘለዎ ግዜ ተሕልፉ ትብሉ በዓል ሙሉ ተስፋየ ከምቲ ልሙድ ምሳኹም ዘለኹ ሓውኹም ገርየ ምናልባት ኩሉ ግዜ ኣብዚ ዘቕርበልኩም እንደራሉ ገለ ካብቲ ንጥፈታት ኣብ ገዛና ንጥቀመሎም ኮነ ወይ ካብ ገዛና ዘድልዩና መሳርሒታት ገለ ካብቲ ናይ ስርሐይ ናባኹም ሼር ዝገብሮ እዩ ማለት እዩ ምናልባት ቅድሚ ሕጂ ሼር ጌረያ ኔረ ዘይረኣኹማ ክትህልዉ ትኽእሉ ኢኹም ሕጂ ውን ደጊመ ሼር ክገብራ እየ እሱ ድማ ብዝሓለፈ ክሪኦ ዝቐነኹ ብባርዕ ሓዊ ወይ ከዓ ብናይ ናይ ስሞክ ዘጋጥም ሓደጋታት ብዙሕ ነገራት ቀሊል ዝመስለና ግን ብቀሊል ነገር ብዙሕ ነገር ዳሜጅ ክገብረና ዝኽእል ነገራት ኣለዉ ሶ ኣብ ናይ ካናዳ ክሪኣ ቀንየ ዜና ክትመጽእ ቀንያ ሰንኪ ናይ ትኪ ወይ ከኣ ናይ ስሞክ ሂወቶም ዝሳኣኑ ስድራ ቤት ማለት እዩ ብመንግስተ ሰማይ ተዋርሶም ኩሉ ግዜ ምናልባት ከምዚ ምስ ኣጋጠመ ጥራይ ኮይኑ ዝዝከረና ኮይኑ እምበረ ኣብ ናይ ገዛ ብዙሕ ነገራት ከጋጥሙ ዝኽእሉ ጠንቅታት ኣለዉ ማለት እዩ። ገለ ካብቲ ካብኡ እቲ ናይ ሓዊ ወይ ከኣ ናይ ባርዕ ዝፈጥረሉ መንገድታት ብዝተፈላለየ መንገዲ ቀሊል ዝመስለና ግን ከጋጥሙ ዝኽእሉ ነገራት ብዙሓት ኣለዉ ማለት እዩ። ገለ ካብኦም ሽምዓ ወሊዕኻ ንደገ ምውጻእ፣ እቲ ናይ ሽምዓ ቦታ ዝኾነ ምናልባት ሕጂ ዝመጽእ ዘሎ ሽምዓ እንዳህሪእናዮ ኮይንና ናይ ገዛ ጨና ዘለዎ ሽምዓ ኣሎ ተወሊዑ ይኸይድ እሞ ተረሲዑ ገዲፍናዮ ንወጽእ እሱኻ እንታይ ይኸውን እቲ ዋክስ ናቱ ክመቅእ ከሎ ድማ ነቲ ጣውላ የንድዶ እሞ ብኡ ገይሩ ዝመጽእ ነቲ ጣውላ ምስ ነደደ ከኣ ብኡ ዝፍጠር ትኪ ብኡ ዝፍጠር ሓዊ ቀሊል ኣይክኸውንን'ዩ ማለት እዩ። ካልእ ኣብ እዋን ዛሕሊ ዛሕሊ ኮይኑና ኢልካ ናይ ሂት ረኺበ ኢልካ ሰኢልካ ኣምጺኻ ፕላግ ብትገብሮ ናይ መውዓዪ እሱ ድማ ናቱ ቴርሞስታት ዘይብሉ እንድሕር ኮይኑ እቲ ሂት እንታይ ይኸውን ፊክስ ዝኾነ ሂት የውፅእ እሞ ነቲ ኣብ ከባቢኡ ዘሎ ስትሬት ምስ ሃረሞ እንታይ ይገብር በቲ ጨረርታ ናቱ ድማ ሓዊ ክፈጥር ይኽእል እዩ ማለት እዩ ብፍላይ ድማ ካርፔት ዘለዎ ምንፃፍ እንድሕር ኮይኑ ብቐሊሉ ንክነድድ ወይ ከዓ ቀልጢፉ ንክነድድ ጠንቂ ዝኸውን እዩ ማለት እዩ ኣብ መሬት እንድሕር ጌርናዮ ፕላግ ጌርና ኣብ ሶኬት ወሊዕና ሂት ኣብ ንውልዓሉ ግዜ እሞ ከኣ እቲ ናይቲ ሂት ከኣ ናቱ ቴርሞስታት ሬጉሌተር እንድሕር ዘይብሉ ኮይኑ እቲ ሂት ሓደ ዓይነት ሂት ተምፕሬቸር ዘለዎ ይወጽእ እሞ እሞ ከኣ ናብ ሓደ ዳይሬክሽን እንድሕር ዝሃርም ኣሎ ኮይኑ ነቲ ካርፔት ድዩ ነቲ ፍሎር ድዩ ነቲ ጣውላ ድዩ ምስ ዘሎ ንኸንድዶ ተኽእሎታት ኣሎ ማለት እዩ እዚ ቀሊል ኮይኑ ዝስምዓና ወይ ከዓ ንእሽተይ ኮይኑ ዝስምዓና ግን ምስ ዝበዝሕ ግን ሰዓቤናቱ ከቢድ እዩ ማለት እዩ ካልእ ኣብ ናይ ክነፅሪ ኣብ ንሓስበሉ ግዜ ክነፅሪ ማለት ናይ ክሽነ ክነፅሪ ከለና ኩሉ ግዜ ካብነትና ካብቲ ናይ ቤዝ ካብነት ቁሩብ ሳይዙ ፍልይ ዝበለ እዩ እቲ ናይ መሬት ቤዝ ካብነት ዕስራን ኣርባዕተን ሳይዝ ክህልዎ ከሎ እቲ ናይ ላዕለዋይ ናይ ዎል ካብነት ድማ ዓሰርተ ክልተ ፍርቂ እዩ ማለት እዩ። ሶ እቲ ናይ ላዕለዋይ ንውሽጢ እትው ዝበለ እዩ፣ ታሕተዋይ ክፋል ከኣ ንቕድሚት ምጽእ ዝበለ ስለ ዝኾነ ንብረት ክነውርድ ድዩ ወይ ንብረት ክንሰቅል ኣብ ንደልየሉ ግዜ ናይ ላዕለዋይ ክፋል ኩሉ ግዜ ተማጣጢርና ኢና ነብል ማለት እዩ። ብፍላይ ድማ ኣብ ናይ ስቶቭ ዘለዎ ከባቢ እንድሕር ኮይኑ ልዕሊ ስቶቭ ዝርከብ ንብረት ክነውርድ፣ ክንሰቅል ወይ ከኣ ክነጽሪ ኣብ ንሓስበሉ ግዜ፣ ከይተፈለጠና ነቲ ናይ ናይ ስቶቭ ናብ ወይ ከኣ እቲ መትሓዚ ከምዚ ኢልና ተማጣጢርና ክነርክብ ከለና እንታይ ይኸውን ንትንክፎ ማለት እዩ ብሰብነትና ንትንክፎ እሞ ከየስተባሃልናሉ ነቲ ናብ ንእሽተይ ጠዊናዮ ንኸይድ እሞ እቲ ጋዝ ብፍላይ ከኣ ጋዝ ዝሰርሕ እንድሕር ኮይኑ ዋላ እውን ኤሌክትሪክ ዝሰርሕ እንድሕር ኮይኑ እንታይ ይኸውን እቲ ናብ ይጥዎ እሞ እቲ ናቱ ጋዝ ተኸፊቱ ንገድፎ ማለት እዩ ምናልባት ክርቢት ክውላዕ ይክእል እዩ ዝኸውን ግን እቲ ጋዝ ግን ኦረዲ እንድሕር ከፊትና ገዲፍናዮ እሞ ኸኣ እቲ ገዛና ዕጹው እንድሕር ኣሎ ኮይኑ ንፋስ መእተዊ ዘይብሉ እንድሕር ኮይኑ እታ ንእሽተይ ሂሲን ወይ ከኣ ሹሽ ትብል ናይ ጋዝ ዝወጸት ንሕና ንብረት ዳኢና ኣውሪድና ኣብ ርእስና ዘሎ ንብረት ዳኢና ኣውሪድና ዘለና እምበረይ ነቲ ጋዝ ከም ዝኸፈትናዮ ኣይፍለጠናን እዩ ማለት እዩ። so ዝበዝሕ ግዜ ከምዚ ከፊትናሉ ኣብ ንወጽእ ድማ ኣይግበሮ ደገ እንድሕር ከፊትና ኣዕጺናዮ ወጺና እቲ ገዛ እሞ ከኣ እቲ ናይ ጋዝ ናብ ከኣ ተጠውዩ ተኸፊቱ እንድሕር ኣልዩ ኮይኑ እንታይ ይኸውን እቲ ገዛ መውጽኢ ንፋስ ክሳብ ዘይብሉ እቲ ጋዝ ስቂሉ ራን ክገብር ይውዕል ተኸፊቱ ማለት እዩ ብደገ መጺና ኣብ ንውልዓሉ ልቺ ኣብ ንውልዓሉ ግዜ ሽዑ እንታይ ይኸውን እቲ ጋዝ ነቲ ገዛ መሊእዎ ስለ ዘሎ እታ ንእሽተይ ስፓርክ ስፓርክ ማለትስ እታ ብልጭታ ናይ ናይ ስዊችና ክንውልዓ ከለና ተጋጥም ነገር ንሳ ውን ክሳብ ክንደይ ዳንጀር ክተምጽኣልና ትኽእል እያ ማለት እዩ ሶ ኣብ ናይ ንውልውለሉ ክንውልውል ከለና ክነጽሪ ከለና ክሽነና ኮነ ወይ ከኣ ንብረት ክነውርድ ክንሰቅል ከለና ካብ ስቶቭ ወሊዕናያ ከይተፈለጠና ወሊዕና ገዲፍናያ ከይንኸውን ቸክ ምግባር ቆልዑ እንድሕር ኣልዮምና ክንወጽእ ከለና ቅድሚ ምውጻና ዝኾነ ጠዊቖም ክስታይ ገይሮምልና ከይኮኑ ንዕኡ ውን ቸክ ጌርካ ምባል ዝበለጸ እዩ ማለት እዩ ምክንያቱ ንእሽተይ ጌጋ ዓባይ ሳዕቤን ክተምጽልና ስለ ትክእል ማለት እዩ ስሞክ ክንብል ከለና ሕጂ ዝበዝሕ ገዛውቲ ናይ ስሞክ ኣላርም ኣለዎ ስሞክን ናይ ካርበንን ማለት እዩ ሶ ስሞክ ኣየናይ እዩ እቲ ዝኾነ ስቲም ዝገብረሉ ሃፋ ዝመጽእ ወይ ከዓ ዝኾነ ንሰርሖ ኣብ ገዛና ስቲም ይፈጥር እሞ ናብቲ ናብ ስሞክ ኣላርም እንታይ ይገብረልና ማለት እዩ ምልክት ይህበና ማለት እዩ ሶ ስሞክ ኣላርምን ካርቦን ሞኖክሳይድን እንታይ ይፍልለያቶም እንድሕር ኢልና ናይ ፖዝ ትሰርሕ ኣሎ ከምዚ ናይ ጋዝ መሳሊ ወይ ከዓ ናይ ካርበን ካትክ ጥራይ ዝወፅእ ዘሎ ነገር ዲቴክት ዝገብረልና እሱ እቲ ካርበን መነክሳይድ ክኾን ከሎ ናይ ስሞክ ድማ ዝኾነ ሃፋ ዋላ ፀብሒ ክንሰርሕ ከለና ሃፋ ስቲም እንድሕር ወፂኡ ስሒባ ምልክት ትህበና ማለት እዩ So ክንደይ ካባና ኢና ኣዌርነስ ዘለና ብስሞ ካላሪ ማለት እዩ ዝበዝሓና ኣብ ሓበሻ ንርእዮ እንድሕር ኮይና ከምቲ ልሙድ እንታይ እዩ ቡን ስለ ንቐሉ ቡን ክንቀሉ ከለና ከዓ እታ ቢፕ ትብል ነገር ኣብ ርእስና ትርብሸና እያ ማለት እዩ so ዝበዝሕ ትርእዮ ናይ ሓበሻ እንታይ ይገብር ነታ ናይ ስሞክ ኣላርም ወይ ፕላስቲክ ገይሩ ይሽፍና ወይ ከዓ ኣውፂኡ ይገድፋ ማለት እዩ So ከምኡ እንድሕር ጌርናያ ንምንታይ እሞ ተድልየና ድኣ እንድሕር ንሽፍና ኣለና ኮይናሲ ኣይተድልየናን እያ ክነውጽኣ ኣለና ማለት እዩ ምክንያቱ እንድሕር እታ ጎማ እታ ርእሲ እንድሕር ተሸፊና ስርሓ ክትሰርሕ ኣይትኽእልን እያ ምክንያቱ ንሽፍና ኣለና ማለት እዩ ሰው ክንገብሮ ዘለና ምናልባት ክንፈልጦ ዘለና እቲ ቢፕ ዝብል ባዘር ዝገብረና ሰባት ክንህሉ ንኽእል ኢና ማለት እዩ ኣሰራርሓ ናይ ስሞክ ኣላርም ናይ ካርበን ሞኖክሳይድን ክልተ ዓይነት ኣሰራርሓ ኣለዎ ማለት እዩ እቲ ሓደ ብክልቲኡ ዝሰርሕ እዩ ብባትርን ብኤሌክትሪክን ዝሰርሕ ማለት እዩ ሶ ኤሌክትሪክ ክጠፍእ ከሎ እቲ ባትሪ ይሰርሕ ባትሪ ክትውድእ ከላ ከዓ እቲ ኤሌክትሪክ ይሰርሕ ማለት እዩ ሓዲኡ ኣብ ዝጠፍኣሉ ድማ ጠፊኡ ከም ዘሎ ምልክት ይህበና እዩ ማለት እዩ ሶ ኣብ ዝሓለፈ ግዜ ከምዚ ዕላል ዘምፀናዮ እንታይ ነይራ ኣብ ጎረቤተይ ሲ ተኻርዮም ዝቕመጥዎ ገዛ ኣሎ እታ ናቶም ሲ ዓሰርተ ግዜ ስኢላ ቢብ ትብል ሕጂስ ካብ ምንታይ እያ ከምኡ ትብል ኢልና ማለት እዩ እሱ ሕጂ ይስኣን ምፍላጡ እታ ሕቶ ዝሓተታ ግን ንጽርቲ ሕቶ እያ ማለት እዩ ሶ ስሞክ ኣላርም ካርበን መክሳይድ ኣላርም እንድሕር ብባትሪ ጥራይ ዝሰርሕ እንድሕር ኮይኑ እቲ ባትሪ እንድሕር ወዲኡ እንታይ ትገብር ተደጋጋሚ ናይ ቢፒን ድምፂ ንሰምዕ እንድሕር ኣሊና ኮይና እቲ ባትሪ ወዲኡ ኣሎ ማለት እዩ ብክልቲኡ ትሰርሕ እንድሕር ኮይንካ ወይ እቲ ኤሌክትሪክ ወይ ከዓ እቲ ባትሪ እንታይ ኮይኑ ኣሎ እቲ ኤለትሪክ ዲስኮነክት ኮይኑ ኣሎ ወይ ኦፍ ኮይኑ ኣሎ ወይ ከዓ እታ ባትሪ ከዓ ምቕያር ደልያ ኣላ ማለት እዩ ተደጋጋሚ ፀፀኒሓ ቢፕ እንድሕር ድምፂ ትሰምዑ እንዲኹም ኮንኩም ንሕና ደኣ ኣመላ ኢልና ገዲፍናዮ ዓመት ገይራ ኢልናስ ከምኡ እዩ ስራሓ ኢልና ገዲፍናያ ኢልና ማለት እዩ ስለዚ ስሞክ ኣላርም ባትሪ ተወሓደ ኣብ ሽዱሽተ ወርሒ ሓንሳብ ክንቅይሮ ይግበኣና እዩ ምክንያቱ እቲ ናቱ ኣሰራርዑ ክሰርሕ ስለ ዘለዎ ማለት እዩ እንድሕር ኣውፂና ንገድፎ ሊና ኮይና ግን ኣይግበራ ኣብ ከምኡ ዘጋጥመሉ ግዜ ኣይክሰርሓልናን እዩ ማለት እዩ ምክንያቱ ንሽፍኖ ስለ ዘለና ማለት እዩ ካብኡ ካብ ምሽፋን ክንድሕን ኣለና እቲ ባትሪ ድማ ክቕየር ከም ዘለዎ ማለት እዩ ክልተ ነገር እንድሕር ናይ ቢዝነስ እንድሕር ኮይኑ እቲ ገዛ ቢዝነስ ክንብል ከለና ወይ ናይ ኣፓርትመንት ረንታል ፕለይስ እንድሕር ኮይኑ ወይ ከዓ ናይ ኮመርሻል እንድሕር ኮይኑ እንተዘይኮይኑ ረዚደንሻል ገዛውቲ ዝበዝሕ ግዜ ምስ ፖሊስ ኮኔክት ይኮነን ፖሊስ ክብለኩም ከለኹ ምስ ፋየር ዲፓርትመንት ኮኔክት ይኮነን ኦኬ ሕጂ ንፈርሕ ኢና ኦ ናይ ፖሊስ ከይመጹ ኢልና ሸበትበትበትበት ንብል እንድሕር ቢፕ ኢላ ማለት እዩ እንድሕር ኣብ ኖርማል ታይም ኣለና ኮይንና ቡን እንድሕር ንቐሉ ኣለና ኮይንና እሞ ካብ ቢፒን ድምፂ እንድሕር ሰሚዕና እቲ ቢብ ዝብል ዘሎ ምክንያት ናይ ምንታይ እዩ ናይቲ ትኪ ንገብሮ ዘለና ትኪ ከም ዘሎ ኣብቲ ገዛ እያ ትነግረና ዘላ ምስ ፖሊስ ግን ዝኾነ ምትእስሳር የብሉን ፋየር ዲፓርትመንት ክመፁና ኣይክእሉን እዮም ምክንያቱ ንዓና ጥራይ ንመሐበሪ እያ ትጠቕመና ማለት እዩ so እንታይ ኢና ክንገብር ዘለና ከምኡ ኣብ ትገብረሉ ግዜ እቲ ንፋስ ግን ምስ ከፈትናዮ እቲ ትኪ ዘሎ ንደገ ይወጽእ እዩ ማለት እዩ so connect ስለ ዝኾነ ድማ ሓንቲ እንድሕር ጀምቢራ ኣብ ገዛና ዘሎ ብምሉኡ እዩ ቢብ ዝብል ማለት እዩ ምክንያቱ ነንሕሕደን ተኣሳሲረን ስለ ዘለዋ ኣብ ቤዝመንት ዲና ዘለና ኣብ ላዕለዋይ ቤድሩም ዲና ዘለና እቲ ድምጺ ንኽሕብረና ኢሉ ዝስራሕ እዩ ማለት እዩ ስለዚ ኣብ ከምኡ ድምጺ ዝገብረሉ ከይተረበሽና ከምኡ ከም ዘሎ ኣበይ ከም ዘሎ ምፍላጥ ኣገዳሲ እዩ ማለት እዩ። እንድሕር እቲ ናትና እንነብረሉ ገዛ እታ ቀያሕ ናይ ምልክት ቀይሕ ፋየር ፋየር ፋየር ዲፓርትመንት ክሳይ ዘለዎ ናይ ፋየር እቲ ፍሉጥ ቀይሕ ምልክት ዘለዎ ነገር እንድሕር ኣሊና ኮይኑ ግን ወይ ከዓ ናቱ ዲስፕሌይ ኣሎ ሰዓታት ቆፃሪ ኣለዎ እንታይ ኣበይ ከም ዘሎ ዝሕብረካ ከምኡ ዘለዎ እንድሕር ኮይኑ ኣብ ድምፂ ኮሞ ኣላርም ኣብ ዝገብረሉ ሳይለንት ክንገብሮ ኣይግበኣናን እዩ ክሳብ እቲ ኢሹ ወይ ከኣ እቲ ጸገም ኣበይ ከም ዘሎ ክሳብ ዘይፈለጥናዮ ማለት እዩ። ምስ ፋየር ዲፓርትመንት ኮነክት ዝኾነ ነገር ሳይለንት እንድሕር ጌርናዮ እቲ ጸገም ከይፈለጥናዮ እንድሕር ሳይለንት ጌርናዮ እንታይ ከምጸልናዮ ካልእ ሳዕቤን ከምጽእ እዩ ማለት እዩ። ምክንያቱ ነቲ ጸገም ከይፈታሕናዮ ከለና ነቲ ረድኤት ወይ ከኣ ሓገዝ ክመጸና ዝግብኦ ንዕኦም ኦኬ ሶልቭ ጌርናዮ ኣለና ኢልና ስለ ንነግሮም ዘለና እቶም ናይ ፋየር ዲፓርትመንት ከይመፁ ጠጠው ይብሉ እሞ ዝኾነ ሳዕቤን እንድሕር ኣምፂኡ ሽዑ እቲ ገዛ መን እዩ ነቲ ኮንትሮል ሳይለንት ገይርዎ ዝብል ሕቶ ይመፀና ማለት እዩ ኣብ ከምኡ ኣፓርትመንት ዝሰርሕ ስለ ዝነበርኩ እንታይ ኣለዎ ሕጂ እዚ ናይ ናይ ብምሉእ ቢልዲን ኮንትሮል ፓነል ኣለዎ እዚ ኮንትሮል ፓነል ከዓ ምስ መን ኮኔክት ትኸውን ምስቲ ናይ ፋየር ዲፓርትመንት ምስቲ ሓላፊ ናይቲ ስራሕ ምስቲ ዋና ናይቲ ስራሕ ማለት እዩ ሶ ኣብ ዝኾነ ግዜ ተደዊሉ ኣብቲ ቦታ ክርከብ ዝኽእል ሰብ እንታይ ከም ዘሎ ክሕብር ዝኽእል ሰብ ምስኡ ኮኔክት ዝኾነ እዩ ማለት እዩ ሶ ከምዚ ኣብ ዘለዎ ቦታ ሳይለንት ክንገብሮ ኣይግባኣናን እዩ ክሳብ እቲ እሹ ኣበይ ከም ዘሎ ዘይፈለጥናዮ ማለት እዩ ስለዚ ኣብ ከምዚ ክንጥንቀቕ ይግባኣና ንዓና እንታይ ዝህበና ሕጂ ወርኒን ምልክት እዩ ዝህበና ማለት እዩ ማይ ፈሲሱ ሓዊ ኣጋጢሙ ትኪ ኣጋጢሙ ከምኡ ክኸውን ይኽእል እዩ ማለት እዩ። ናይ ገዛና እንድሕር ኮይኑ ግን ኣብ ናይ ገዛና ነገር እንታይ ኢና ንገብሮ ንዓና ንመሐበሪ ስለ ዝስራሕ ኣብ ከምዚ ክንጥንቀቕ ይግባኣና እዩ ማለት እዩ ሶ ካርበን ክበሃል ከሎ ትኪ ክበሃል ከሎ ካብ ኩሉ ግዜ ንፈልጦ ኸ እንታይ ኣሎ እንድሕር መውፅኢ ንፋስ ዘይብሉ ኮይኑ ንጥዕናና ሓደገኛ እዩ እቲ ገዛ ብካርበን ስለ ዝምላእ ንሕና ከዓ ኦክሲጅን ስለ ነውፅእ ኦክሲጅን ስለ ነተንፍስ እቲ ነውፅኦ ካባና ከዓ ካርበን እዩ ዝወፅእ ማለት እዩ ሶ መውፅእ ንፋስ እንድሕር ዘይብሉ ኮይኑ እቲ ኦክሲጅን ናትና ይውዳእ እሞ ኣብ ጥዕናና ሓደጋ የምፀልና ብፍላይ ድማ ኣብ እዋን ድቃስ ምስ ትኸውን ድማ ዝኾነ ነገር ክንሪኦን ክንሰምዖን ኣይንኽእል ኢና ማለት እዩ ስለዚ እቲ ባዕልና ንገብሮ ነገራት ባዕልና ነውፅኦ ነገራት ንዓና ኣብ ሂወትና ሳዕቤን ከምጸልና ይኽእል እዩ ንእሽተይ ሸለልትነት ክሳብ ክንደይ ጠንቂ ኣለዋ ማለት እዩ ስለዚ ክንፈርሕ የብልናን ቢፕ ኢሉ ማለት ናይ ስሞክ ኣላርም ንዓና ንመሐበሪ እንታይ ከም ዘሎ እነግረና ዳዩ ዘሎ እምበረይ ቢብ ከይንትብል ኢልና ኣውፂና እሞ ከዓ ጎማ ሸፊልና እንድሕር ንገድፍ ኣለና ኮይና ፀብሒ ክንሰርሕ ድዩ ቡን ክንቀሉ ድዩ ንዑ ቢብ ንኸይንሰምዕ እንድሕር ንዓፅዋ ኣለና ኮይና ረሲዕናያም ንኸይድ ኣብ ንኸደሉ ኣይግበሮ ዝኾነ ነገር ከጋጥም ከሎ ተሸፊና ስለ ዘላ እዛ ነገር እዚኣ ክሰርሓልና ኣይትኽእልን እያ ማለት እዩ። ሶ እንታይ ደኣ እዩ እቲ ጥቕሚ ኣብኡ ምህላዋ ማለት እዩ። ሶ እንድሕር ንኸምኡ ክን ኣቮይድ ክንገብር ኮይና እቲ ብግቡእ ይሰርሕ ምህላዉ ምፍላጥ ኣገዳሲ እዩ ማለት እዩ so ከምኡ ዘለኩም ምናልባች ቸክ ግበርዎ ባትሪ ናትኩም ይሰርሕ ኣሎ ድዩ የለን እሱ እውን ብግቡእ ምፍላጥ ዘየድልየኩም ገሊኡ ባትሪ ዝቕይር ኣሎ ገሊኡ ከዓ ብናቱ ሴትኣፕ ክንደይ ክሰርሕ ከም ዘለዎ ዝተሰርሐ ፋክትሪ እንታይ ይበሃል ዘለዎ እዩ ገሊኡ ድማ ናይ ኢንቮልት ኩሉ ግዜ ናይ ስሞክ ኣላርም ናይ ኢንቮልት ባትሪ ኣሎ ገሊኡ ኣብ ሶኬት ፕላግ ዝኸውን ኣሎ ኣብ ሶኬትና ፕላግ ጌርና ምስቲ ሶኬትና ኮኔክሽን ዘለዎ ኣሎ ገሊኡ ድማ ንኣሽቱ ባትሪ ንኸምኡ ዝተሰርሐሎ ማለት እዩ። ሶ እቶም ዘይብልኩም ካብ ዝኾነ ሆም ኢምፕሮቭመንት ኼድኩም ክትገዝእዎ ትኽእሉ ኢኹም። ሆም ኢምፕሮቭመንት ኣብ ከባቢኹም እንተዘየልዩ ኮይኑ ኸኣ ኦንላይን በቲ ንዓኹም ዝጥዕመኩም ካብ ኣማዞን ድዩ ካብ ዝተፈላለየ ስሞክ ኣላርምን ካርቦን መኖክሳይድ ዲቴክተርን ኢልኩም እንድሕር ክስታይ ጌርኩሞ ክልተ ዝተፈላለዩ ዓይነት እዩ ወይ ከዓ ክልቲኡ ዝሰርሕ ከዓ ኣሎ ማለት እዩ ካርበንን ስሞክን ዝሰርሕ ከዓ ኣሎ ማለት እዩ ሶ እቲያ ዘጋጠመት ከም ዝሰማዕክዎ ኣብ ናይ ጋራጅ መኪና ወዲዕካ ምኻድ ጋራጅ እንድሕር ኣሊኩም ኮይኑ መኪናኹም ከዓ ውሃ ኣብ ጋራጅ እንድሕር ፓርክ ትገብሩ እንድሕር ኮንኩም ኦ ዛዕሊ ዘሎ እሞ መኪና ክትረሰነለ ኢልካ ወሊዕካ ትገድፎ እሞ ጋራጅካ ተዓጽዩ እንድሕር ኣልዩ ኮይኑ እቲ ጋራጅ ተዓጽዩ ከሎ ኩሉ ግዜ መኪና ክትብላዕ ከላ ናታ ስሞክ ኣለዎ ዋላ ዓሰርተ ግዜ እቲ ናቱ ትኪ ኣይንርኣዮ ደኣ እምበረይ እቲ ካርበን ናቱ ይወጽእ እዩ ጨና ኣለዎ ማለት እዩ ሶ ንእሽተይ ቦታ ዕጽውቲ እንድሕር ኮይና ከኣ እሞ ንእሽተይ እንድሕር ኣልያ ኮይና እኽልቲኣ ንዓና ኣብ ህይወትና ሳዕቤን ክተምጸልና ማለት እዩ ስለዚ ወይ ወሊዕናዮ ረሲዕናዮ ነዊሕ ምስ እንጸንሕ ወይ ከኣ ከምኡ ከጋጥም ስለ ዝኽእል ይዝከረኒ ወለድናሲ ዋላ ፈሓም ክውልዑ ከለውሲ ማዕጾ ክፈቱ የብሉና ነይሮም ሽዑ ኣይርዳእናን እዩ ግን ክሳብ ክንደይ ኣፍልጦም ክሳብ ምንባሩሲ ዋላ ሓዊ ክውልዑ ከለውስ ኣይዓጽዎን ነይሮም ማለት እዩ ዋላ ትምህርቲ ኣይንበሮም ግን እቲ ጠንቂ ዝመጽእሲ ይፈልጥዎ እዮም So ፈሓም ድዩ ፈሓም እሞ ከኣ እቲ ቀዳማይ ንክሙ ንካርበን ንከብል ቀዳማይ ክስታይ ዘለዎ እዩ ማለት እዩ ስለዚ ኣብ ከምዚኢታት ምጥንቃቕ እቲ ዝበለጸ ኮይኑ ይስምዓኒ so ናይ ጋዝ ብፍላይ ከኣ ጋዝ እንድሕር ንእሽተይ ሊክ ትገብር ኮይና ወይ ከኣ ንእሽተይ ተወሊዓ እንድሕር ገዲፍናያ ከይድና ብዝኾነ መንገዲ ልቺ ክንውልዕ ከለና ሕጂ ንሓንሳብ እንታይ ይገብር እዩ ስፓርክ ንርኢ ኢና ናይ ስዊች ኣብቲ ስዊች ክንውልዕ ከለና ከምዚ ናይ መስታን ንርኢ ኢና ምሽ So stop ክነጽሪ ከለና ንሓንሳብ ህውኽ ኢልና እንድሕር ከምዚ ነቲ ናብ ጠዊናዮ ኦኬ ዋላ እቲ ሕጂ እቲ ክርቢቱ ደኣ ኣይወላዕ እምበር እቲ ተጠውዩ ዘሎ ናይቲ ናብ ናይቲ ጋዝ ኦልረዲ እቲ ጋዝ ከፊትናዮ ኣለና ማለት እዩ ሶ ማዕጾና ፊኒስትራና ዕጹው እንድሕር ኮይንኻ ክሳብ ክንደይ ተዋህሊሉን ተኣኪቡን ኣሎ ማለት እዩ ዓጺናዮ ኣብ ንኸይድ ከኣ ኣብ ንገሸሉ ብፍላይ ድማ ኣነ ኣብ ሰርዓሉ ዝነበርኩ ናይ ቆቦ ቦታ ኣብ ብዙሕ ቦታ ከምኡ የጋጥም ነይሩ ክሳብ ካብቲ ገዛ ወፂኡሲ ኣብቲ ሆልወይ ናይቲ ቦታ ዝጨንወሉ ግዜ ነይሩ ማለት እዩ ሶ ጋዝ ማለት ከዓ እንድሕር ተኣኪቡ ሓደገኛ እዩ ስለዚ ንምፍርራሕ ዘይኮነሲ ኩላህና ክንገብሮ ዘለና ኣፍልጦና ክዓቢ ዘለዎ ምጥንቃቕ ዝመስሎ ነገር የለን ማለት እዩ። እታ ንእሽተይ ጌጋስ ብዙሕ ሳዕቤን ክተምጽኣልና ትኽእል ስለ ዝኾነት። ሽምዓ ሽምዓ ሕጂ ዳርጋ ብዚ ከትጋየስ ልሙድ ኮይኑ ኣሎ። ኣብ ገዛ ሽምዓ ወሊዕኻ ምኻድ ማለት እዩ። ገሊኡ ንጨና ኣሎ፣ ገሊኡ ከኣ ኣብ ዝክሪ እንውልዖ ሽምዓ ኣሎ፣ ገሊኡ እውን መብራህቲ ኣጥፊእና እቲ ናይ ሽምዓ መብራህቲ ንደልየሉ ግዜ ወሊዕኻ ክሳይ ዝግበር ኣሎ ሶ ፅቡቕ ነገሩ ናይ ሽምዓ ሕጂ ዝበዝሕ ግዜ ኣብ ብኬሪ ወይ ገለይ ዝመፅእ ዘሎ ብኬሪ ኣብ ብኬሪ ዝኣተወ እዩ ከምቲ ናይ ቀደም ዋክስ ጥራይ ንበይኑስ እንዳተረፈ ዝመፀሉ ዘሎ ግዜ እዩ ማለት እዩ ግን ዋላ እሱ ይኹን እቲ መቐመጢ ናቱ ብታሕተዋይ ክፋል ናይቲ ሽምዓ ነቐምጠሉ ዘለና እንታይ ኢና ነቐምጠሉ ዘለና እንድሕር ወረቐት መሳሊ እንድዩ ኮይኑ ኣብቲ ጥቕኡ ዕንጨይቲ መሳሊ እንድሕር ኣሎ ኮይኑ ኣብቲ ጥቕኡ እቲ ረስኒ ናይቲ ብኬሪ እውን ሓዊ ክፈጥር ይኽእል እዩ እቲ ብኬሪ ሽምዓ ተብርህ ደላ እንድሕር ረሲና ኣብ ትሕቲኣ ዘሎ ረቂቕ ነገር ዋላ ወረቐት እንድሕር ኣልዩ ኮይኑ ንዕኡ ንኸንድዶ ዘሎ ተኽእሎ ቀሊል እዩ ማለት እዩ ወይ ወሊዕና ረሲዕናዮ ኣብ ንድቅሰሉ ናይ ሽምዓ እውን ንባዕሉ ትክ ኣለዎ ተኣኪቡ ናይቲ ትኪ ሕጂ እንታይ እዩ ኣብ ንእሽተይ ነገር ብዙሕ ነገር ፀገም ከምፀና ይኽእል እዩ ማለት እዩ ቀሊል ዝመስለና ካብቲ ቀሊል ዝመስለና ግን ከዓ ሳዕቤኑ ብዙሕ ነገራት ዘለዎ ካብ ከምዚታት ንጠንቀቕ ደቂ ዓበይቲ ቅድም ሰሪሐ ነይረ ዝተፈላለየ ቪድዮታት ሰሪሐ ነይረ ብዛዕባ ናይ ፍልልያት ናይ ስሞክ ኣላርም ናይ ካርቦን መነክሳይድ ዝብል ቅድሚ ዓመት ተትኸውን ሓደ ግዜ ተዘይተጋገየ ኣብ ሽወደን እውን ተመሳሳሊ ከምኡ ዘጋጠመ ነይሩ ማለት እዩ ሶ ከምዚ ከጋጥም ከሎ ጥራይ ዘይኮነ ክንዝክሮ ዘለና ኩሉ ግዜ እቲ ኣፍልጦና ክዓቢ ኣለዎ ተኻሪኹም ትቕመጡ እንድሕር ኮንኩም እቲ ዋና ገዛኹም ንዕኡ ቴክ ኬር ክገብረልኩም ከም ዘለዎ ክትሓትዎም ኣለኩም። ዝኾነ ነገር ኣብ ትርእይሉ ከኣ ባዕልኹም ክትቅይርዎ የብልኩምን። ምኽንያቱ ተኻረይቲ እንድሕር ኮንኩም ፍቓድ እንድሕር ዘይብልኩም ካብቲ ዋና ዝኾነ ዝስበር ነገር ናባኹም ክመጽእ ስለ ዝኽእል እቲ ንስኹም ክትገብርዎ ዘለኩም ግን ምሕባር ማለት እዩ። ክቕየር ዘለዎ ክቕይርልኩም ከም ዘለዎም ክዕረ እንድሕር ኮይኑ ከኣ ክዕርዩልኩም ከም ዘለዎም ማለት እዩ። ገዛኹም እንድሕር ኮይኑ ድማ ገዛኹም ድማ በቲ እትገብርዎ ነገር ዝቕየር ምቕያር ዘድልዮ ምቕያር ባትሪ ኣብዴት ምግባር ኩሉ ግዜ ተባዕሓደ ሽዱሽተ ወርሒ ከምኡ ድማ እቲ ናይ ኤሌክትሪክ ሰርሕ ኣሎ ብኤሌክትሪክ ዝሰርሕ ብባትሪ ምፍላጥ ኣገዳሲ እዩ ኣብዚ ናተይ ሸር ዝገብረልኩም እንድሕር ኮይኑ ሕጂ ከምኡ ናይ ማይ ወቕቲ ክመፅእ ከሎ ክረምቲ ብዛዕባ እቲ ማይ ፍሪዝ ዝኾነሉ ብዛዕባ እቲ ማይ ስለምንታይ እዩ ዝስበር፣ ስለምንታይ እዩ ጠንቅታት ዝመጽእ፣ ከምዚ ከኣ ኣብ ዛሕሊ ክኸውን ከሎ ከኣ ምስቲ ናይ ዛሕሊ ኩነታት ከኣ ብዛዕባ ኣብ ማይ ናይ ገዛና ክንገብሮ ዘለና ከኣ ምሳኹም ሼር ይገብር ማለት እዩ። ሶ ሳመር ይመጽእ ስለ ዘሎ ሕጂ ከኣ ሆፕፉሊ ያ ሎማዓልቲ ኣክቹዋሊ ትማሊ ጀሚሩ ሓምሳን ሓምሳን ሽዱሽተን ውዒሉ ሎም ከዓ ሓምሳን ሸውዓተን ኣሎ ንጎ ምድሪ ማለት እዩ ጽቡቅ ጀሚሩ ኣሎ ክሳብ ኮምፕሌን ንጅምር ማለት እዩ ሙቐት ኮይኑና ኢልና ኮንፍሌን ክሳብ ንጅምር እዚ ይመስል ምናልባት ያ ኣብ ዝሓለፈ ከዓ ናይ ናይ ማይ ዝስበር ምልክት ገለ ነጊረኩም ነይረ እዚኣ ዳይዋ እዚ ኮፐር እዩ ኮፐር ናይ ማይ ላይን እዩ ትሪእዋ ኣለኹም እዚኣ እዚ ዝኾነ ላሓም ዘይብሉ ኣብ ናይ ማእኸል ቦታ ናይ ኮፐር እንታይ ኮይኑ ፍሪዝ ምስ ኮነ እቲ ቱቦ በዚ ተሴሩ ማለት እዩ እዚ ምስ ተሰበረ ጽቡቕ ነገሩ ኣብ ታሕተዋይ ክፋል ናይቲ ገዛ ስለ ዝነበረ ብምሉእ እቲ ማይ በቃ ሶይል ራን ገብር ነይሩ እቲ ዳሜጅ ናቱ ግን ከጸብቆ ኣብ ቤዝመንት ስለ ዝነበረ ዝበዝሕ ግዜ ንቤዝመንት ይኸይዱ ማለት ኢማጅን በዚኣ ትፈስስ ማይ ኣብ ላዕለዋይ ክፋል ናይ ገዛና እንድሕር ኮይኑ ክሳብ ክንደይ ዳሜጅ ከምፅልና ዝኽእል ማለት እዩ ዝተፈላለየ ግዜ ዝበዝሕ ግዜ ኣብ ናይ ሻወርና ባትሩምና ማይ ወይ ከዓ ናብ ሳሎንና ዝመፅእ ኩሉ ግዜ ዝብላ እዚኣ ኣብ ሳሎን ኩሉ ግዜ ማይ ዝነጥብ ኣሎ በየን መፅኡ ዘይንፈልጦ ማለት እዩ ዝተፈላለየ መንገዲ ክህልዎ ይኽእል እዩ ካብ ሻወር ክኸውን ይኽእል ካብ ቶይለት ክኸውን ይኽእል ወይ ድማ ናይ መስመር ማይ ክኸውን ይኽእል ወይ ውን ዝኾነ ሉዝ ዝኾነ ወይ ከኣ ዝተሰብረ ድረይን ክህልወና ይኽእል እዩ። ብዛዕባ ከምዚ ውን ተደጋጋሚ ግዜ ካብቲ ኣብ ዘጋጥሙ ነገራት ገለ ካብቲ ስራሐይ ከኣ ሸር ዝገብረልኩም እዩ። ምናልባት ኣብዚ ምሳና ዘለኹም መጀመርያኹም እንድሕር ኮንኩም። ኣብዚ ናተይ ከሉ ግዜ ምስቲ ናተይ ስራሕ ዝተኣሳሰር ናይ ኮንስትራክሽን ስለ ዝሰርሕ ምስኡ ዝተኣሳሰር ነገራት ሸር ዝገብረሉ እዩ ማለት እዩ ብፈይስቡክ መጀመርያኹም እንድሕር ኮይኑ ፈለው ግበሩ ኣብ ቀጻሊ ዝሰርሖ ቪድዮታት እውን ከምኡ ክመፀኩም ስለ ዝኽእል ዩቱብ ዘይትፈልጥዋ ድማ ጂኢአርኢ ፕሮዳክሽን ትብል ዩቱብ ቻነል ኣላትኒ ኣብኣ ኣቲኹም እውን ፈለው እንድሕር ጌርኩም ነቲ ቻነል ንክዓቢ ጽቡቕ እዩ ንዓኹም ከኣ ምናልባት መን ይፈልጥ ሓንቲ ነገር ንእሽተይ ንዓኹም ተርብሕ ነገር ከኣ ካብኡ ትወስዱ ትኾኑ ዝብል ተስፋ ኣለኒ ሶ ናይ ሎሚ ምናልባት ኣብ መንገዲ እናኸድኩ እየ ክስታይ ገይረ ዘለኹ ግን ፕሊስ ብዛዕባ ናይዚ ስሞክ ኣላርም ካርቦን ሞኖክሳይድን ሸር ዝገበርክዎ ቪድዮ ኣብ ዩቱብ ኣሎ ከድኩም ኣቲኹም ረኣይዎ ንእሽተይ ንዓኹም ዝጠቅም ነገር ክትወስዱ ከዓ ተስፋ ይገብር ማለት እዩ ኣብ ቀጻሊ ውን ከምኡ ኣነ በታ ዓቅመይ ትፈቅዳ ክሰርሓልኩም ክፍትን እየ ሰላም ወሰናይ በብዘለኹሞ ብሩኽ መዓልቲ ይግበረልኩም።